ህዝብና እውን ኣይፈልጠናን እኮ ከምቲ ዓቶ ዝተባህለ ካልእ እዩ ዝመስሎ ባንዳ ይመፅእ ዓማ ይመፅእ እዮም ዝመስሎም ንዓና እውን ኣይፈልጡናን ስለዚ ናብኡ ክንቀርብ እውን ኣይከኣልናን ስለዚ ክንመፅእ ከለና ከምቲ ሕዚ ኣነ ዝተረዳእኽዋ ፀርፍናዮ ብዙ እዩ ግን እታ ሕዚ ዝወረናያ ናብ ኣዮም ኣመላኺቶምና ግን ኣይንፈልጦን ሓደ ምስ ከደ ቁጽሪ ምእንቲ መስርዐይ ከይቋርጸኒ ኢኻ ትኸድ እምበር ስቓይ ኣይስምዓና እየ እቲ በለስ ተሓዝናዮ ን በዓዕ እናበለ እዩ ዝኸድ እና ሒዙና እዩ ዝኸድ እቲ በለስ እውን ንዓይ ሕይ ክልተ በለስ ሒዘ ምንም ክብለኒ ኣይከኣለን እቶም ኣብ ኣብ መንጎ ቃድዮም ዝተዋልዎ ብጾት ኣነ ኣይርኽቦምን ኣይርኣናዮምን ወዮ ሰዓይ እውን ስለ ዘሎ እቲ ድሕሪኡ ዝመጸ ስቓይ ግን ተጨፋሊቆም ማለት እዩ ርእሶም ምስኡ ኢሉ ዳርጋ እቲ ግዛዕ ይረኣ ኪዳነ መብራህቱ ዝበሃል ማለት እዩ ኪዳነ መብራህቱ ዝበሃል ሪኦሞ ኮነ ውበይ
ኣብቲ እዋን ነቲ ዝነበረ ኩነታት ብዓይኖም ዝረኣዩ ወለዲ ድማ ኣለዎም ነበርቲ ኣመንቲ ኢላ ንሳቶም እውን ሎሚ ድሕሪ ኣርባዓን ክልተን ዓመታት ታሪኽ ከዘንትው ብምኽኣሎም ዓይነ ምስክርነቶም ክህቡ በቒዖም ኣቦይ ኣስፍተ ኣሰፋን መልኣከ ምህረት ኣዳም ገብረን ኣብዚ ዓዲ እዙይ ዝተገበረ ኣብቲ ወቅቲ እሱ ትኽክል እዞም ተቓለስቲ ሃም ዝበልዎ እቶም ዓብይ ስብኣይ ልበሃለው እዮም ዝወሰዱ ካብኡ እዙ ምድር ሓደ እዩ ልመስል ነይሩ ጸልማም ነይሩ ዕምብሮ እውን ነይሩ እዩ ለኣና ተኽስብል ተኻፈተ በርያ ዝተውሂሉ ኣውቶማቲክ እያ ተተኪሳ ካብኡ ከይዶም እዞም ስብኣይ ሒዞም ብረእይዎም ዞም ብጾቶም ኣንተ ኣረጋውየ ኣረጋውየ ብጾትና ገደል ኣትዮምዋ ልዞም ሃገር ቃውርና ወሎም እያ ኸይድና ወሪድና ኣልዒልና ኣስኡን ሃምንሂብዮም

ኣቶበበ ኣውራጃ ግራማች ክረኸ ዝታይ ኢሎም ኣሰፋ ደስታ እዙይ ደሐሽ ኣሰፋ ኢሎምዎ እይ እኔኦኹም ዓዲ ተኻሲሶምላ ነይሮም እዮም ክሰል ይኽደንኹም ኣታዮ የሕዋትኹም እድዮም ወሉ ኣነ ታይ ኢለ ብእምነት ኢና መሊስናዮም ኢሉ መቶ ኣለቃ በርሀ ልበሃል ወራጃ ቦሊስ እዕሚስ እነብዛ ዳዕሮ እሰሩዎ ኢሉ
ሃምቱ ልወልዎ እንጀራ መሳልት ሃውና ላውዚ ንእተ ኢሎም ላብዚኣ ምስ ኣተዉ ኣጋጣሚ ኣብ ክልተ ቦታ ድግስ ነይሩ ኩሉ ሚካኤል መዓልቲ ስለ ዝነበረ ኩሉ መንደር ድግስ ነይርዎ ዝሓደረ ጋሻ ስለ ዝነበረ ግን ከም ሓደ ድግስ ግን ዓድነይ ጊደይ ዝበሃል ኣብዚ ጊደይ ደስታ ኦፈራ ነይሩ እዚ ዓዲ ኣቦና እዛ ህድሞ እዚኣ ዓዲ ኣቦይ ገብረለ ኦፈራ ነይሩ እቶም ልበዝሑ ዓዲ ነጊደ እዮም ልኸዱ እቶም ኣጋይሽ ማለት እዩ ካብኡ መፅኡ እንጀራ ምብላዕ እንትጅምሩ መጀመርያ እቶም ሰለስተ መፅኦም ሃምቲ ልበሎ ፍረ ካብኡ እቶም ዳሕራዊ ንሙን ምስ ሰዓቡ እንታይ እዮም እዚኦም ኢሉ እንታይ ኢኹም ትበሃሉ ተባሂሎም ቅድሚኡ ቅድሚ ዝተወሰነ ግዜ እውን ዓማ መፅኦም ስለ ዝነበሩ ላብዚ እንታይ ኢኹም ትበሃሉ ዝተፋላለየ ዓማዊነን ባንዳውን ነይሩ ከዝታ እዮም እዚኦም ብወረ እዩ ዝስማዕ ነይሩ እምበ ተጋደልቲ ሃምቲ ዝበልዎ ብዚ ብምዕራብ ኣለዉ እዩ ዝበሃል ነይሩ ካብኡ ያው እንታይ ኢኹም ንስኻትኩም ኢሎም ዓበይቲ ዓዲ ምስ ጠየቕዎም ኣንሕና ታሕቲ ዝበሃል ነበረ ተጋልና ሓርነት ትግራይ ኢና ኢሎም ምስ ተዛረቡ ዝኾነ ይኹን ዘረባ ይነብዝሐሎም እንጀራ ናህቦም ተባሂሉ እንጀራ ተዋሂቦም ገሊኦም ላበልዑ ገሊኦም ገና ለይጀመሩ ምብላዕ እትጅምሩ ተን ሰለስተ ጥይት ተተኪሰን ማለት እዩ ሀዘውዚ ኣነ ኣጋጣሚ ኣብዚ ኣብ ዛቕፎራ ነይርና ሃለቃ በርሀ ኸዘው ኪሓንዮ ኣነይሲ ስውን ዓተዓ ሚካኤል ብልነበረው እዚ ዓድና ሓዲር ብሓደ ወሪድና ላፍቱ ግዛዕ ሃምቱ ነበረ ልጀስ ፈታ ወሪዱ ልኻሕሳይ ገራሰ ልጊዴ ካሕሳይ ልሃይሉ ሕሉፍ ለቦይ መሓር ወልዱ ልበሃሉ ብዙሓት ዓበይቲ ወሪዶም ላብዛ ገረብ እቶም ዓብይ ልብልዎም ኣለዎ ኣቦይ መሓር መሓር ወልዱ እዮም

ኣብኡ ኣላዕልዎም ተባሂሉ ሐዚ ካብተን ኣሻዓይትኡ ጠስሚ ሒዘን ማይ ዝህምሉ ሓፀባ ልሓፅባ ነበራ እነታት እነይ ተምሊት ወልዱ ብህይወት ኣለዋ ሸንጊለን እየን በ ተምሊት ወልዱ ሃንሱ ፍስሓ ጊደይ ደስታ ፀሃይነሽ በርሀ ብርሃነ መንገሻ ኪረስ ኣብርሃ ኣደዳ ወልደጋብር እዚኣተን ዋና ተኻናኸንቲ ነይረን ገሊአን ክዓለም ትፈልየን እየን ገሊአን ድማ እተን ወላዲት ክናገራ ይኽእላ ይኸዝንበ ያው ኣለዋ በዓልቲ ዋና ማለት እዩ ኸሳቶም መውፀቶም ተወዲኦሞም ብጣዕሚ ኣሻዓይቱ ሓሪኖም እዮም ኣብ ንደት እዮም ነይሮም ብዙሕ የብልዎ ይልኽእሉ ተሓዲጎማ ልብል ኣለኹ ግን ቶም ኣብ በዓቲ ለለዓሎም ህዝቢ ማለት እዩ ኣብ በዓቲ ኣላዒሉ ቶም ቐሊል ጉድኣት እነበሮም ኣብ ፃርቃናት ልትበሃል መጀመርያ ወሲደሞም ሰባት ተመሪፆም ኣሻዓይቱ ኣርባዕተ ልኾኑ ምሽ ጥሪ ዕቁብ ተባሂሎም ካብኡ እታ ቦታ እታ በዓቲ ኢንፎርሜሽን ተጸኒዑ ክሻፋ ተኸሺፋ እያ ተብሂላ ንማይ ጠውጠውታ ተቐይሮም ቶም በዓቲ ለለውለ ሓውዮም ብባህላዊ ሕክምና ላተበሉ።
ገደል ኣመንቲላ ኣሽንኳይዶ ሰብ ጸዲፉሉ ተባሂሉ ክትሰምዕን ክትርእይንስ ብዓይንኻ ርኢኻዮ እኳ ኣዝዩ ዘፍርሕ እዩ። ሃው ዝበለ ገደል፣ ኣብ ታሕቲ ድማ ደናጉልን ኣኻውሕን እዩ ተቐቢልዎም። መንገዲ ንኸደ ኣለና፣ ዓዲ ሰላም ኣሎ ኢሎም እናተመራርሑ በቲ መንገዲ ዝመስል ሓሞኽሽቲ ዝፈሰሶ ብበለስ ዝተኸበበ ቦታ ብዘስካሕክሕ ኩነታት ጸዲፎም
ትህዝበኡ ተኣኪቡ በሉ እዚኦም ደቅኹም እዮም እና ሓደራ ኢና ዝገደፍና ኢና ኣብቲ ህዝቢ ብድሕሪኡ እውን ያው ከም ሰማዕኽዎ እሱ እውን ክገልፀልና እዩ ሓደርኡ ፈጺሙ እዩ እቲ ህዝቢ። ሓደ ግን ካብቶም ዝተቐጥቀጡ ግን ደሓን ክንቀሳቐስ ዝኽእሉ ዳዊት ብርሃነ ዝበሃል ነይሩ። ሕዚ ኣብ መከላከያ ድዩ ኣብ ናይ ባዕሉ ስራሕ እዩ ዘሎ። ዳዊት ብርሃነ እዩ ዝበሃል ወዲ ዓድዋ እዩ። ጽናሕ ኢልናዮ ኣይትኽእልን ጽናሕ የለን ክኸይድ እየ ኢሉ ከምኣ ኢሉ እናተንቀጥቀጠ ምሳና ሒዝናዮ ከድና። ካብቶም ዝተጎድኡ ማለት እዩ። ብኣ ጌርና ወጺና ንጎ እቲ ሓደራ ምስ ሃብናዮም ማለት እዩ። ከይድና ክንወጽእ ክንብል ኣኸዛ ክንበጽሕ ንላዕሊ ንድይብ። ንላዕሊ ክንድይብ እንተለና ወዮ'ቲ ናይ ደርጊ ናይ ሄሊኮፕተር እንኤ ነጭላሽነ ኣውያት ብኣውያት ኣብኡ ዘትስብ እንደገና ንታሕቲ ኣብቲ በረኻ ኣብቲ በረኻ ንውዕል ኣብቲ በረኻ ምስ ወዓልና ክልሻ እምኒ ምሸት ተበጊስና ክልሻ እምኒ ንኣቱ ኣብኡ ሓዲርና ኣብ ሓደ ገዛ ንጽባሒቱ ናብቲ ዱር ንኣቱ ማለት እዩ። ጠሚዩና ነይሩ ኣጋጣሚ ዓጋዜን ሓንቲ ኣጋዜን ኣብኡ ንቐትል እታ ኣጋዜን ንበልዕ ማለት እዩ። ድሕሪ እዛ ኣብዚኣ ዝነበረት ኩነታት ዝተበታተነ ግዛዕ ዘበለ እውን ኩሉ ኣብኣ ይእከብ እሞ ሓደ ዕስራ ኣርባዕተ ንዝኸውን ሰብ ንተኣኻኸብ ኣብኡ እንዳ ተራርምኡዝ ማለት እዩ ኣብቲ ዴስኣ ኣብቲ ዱር ኣብኡ ውዒልና ብፅባሒቱ ንብገስ ወሰና ወሰን ወሰና ወሰን እናገበርና በፁ ጌርና ኣፅቢ እቲ ከተማ ንፀጋም እናገደፍና ምስ ፀልመተ ንሕና እውን ብኡ ጌርና ቀፂልና። እታ ድሕሪት ዝተረፍናያ'ውን መገዲ ቀይሮም መጺኦም ኣብ መንገዲ ተራኺብና ኣብ መወዳእታ ናብቲ መዋፈሪና ዘላምበሳ ኣቲና።
ስርዓት ደርጊ ብህይወት ንዝተረፉ ሓይሊ ሰብዓን ሓደን ናብ ማእኸላይ ምርመራ ወሲድዎም ኣብ ከተማ መቐለ ንሞት እውን ተፈረዶም። ተጋዳላይ ይርጋ ግደይ ካብቲ ዝጸደፈሉ ገደል ብተኣምር ተሪፉስ እንደገና ብደርግ ድማ ሞት ተፈሪድዎ። ግን ካብቲ ዝተሓሰበሉ ሞት ንኻልኣይ ግዜ ኣምሊጡ። ከመይ ኢሉ ከይተቐተለ ተረፈ? ባዕሉ ከዘንትወልና እዩ። ንሕና ሞት እዩ ነይሩ እቲ ፍርድና። ጦር ፍርዱ መጺኡ ካብ ኣዲስ ኣበባ እዩ ዝፈርደልና ግን እታ ኣብ መጨረሻ ማለት እዩ ምስ ተስኣነ ግራማች ኪሮስ ስሙን መስኪሮም እዮም ብነገሩ ኣሰፋ ደስታ ወዲ ሓፍቶም እዩ እቲ ዝሞተ

መስኪርኩም ማለት እዩ ክትህሉ ትኽእሉ እዮም ወለድኹም እውን ክኾኑ ይኽእሉ እዮም እዚ ናቲ ቃልስና ውፅኢት እዩ ግራማች ኬርስ እውን ንዓይን ኩን ኣምላክ ዝበሃል ትፈልጡ እንትኾንኩም እቲ ናይ ሄሊኮፕተር ዝብትነ ደመንበራ ወራኢት ሒዞም ክልቲኦም እዚኦም ሂቦምኒ እዮም ኢሎም እዮም። እዙይሲ ንመፅ ክንኣቲ ኢና ኢሎም ሂቦምኒ እዮም ኢሎም እዮም። ሐዚ እቲ ፖሊስ መትሓዚ ስኢኑ እቲ ፍርድ ቤት ካብ ኣዲስ ኣበባ ዝመፀ እውን ጦር ፍርድ ቤት መፅዩ ክፈርደልና መትሓዚ ስኢኑ ካብኡ ሓሙሽተ ዓመት እዩ ፈሪዱና እታ ናይ መጨረሻ ማለት እዩ ሞት እዩ ነይሩ ፍርድና። ቃለ ክርስቶስ ትፈልጥዎ ተኮንኩም ቃለ ክርስቶስ ኣባይ ይኑርና እዚ ናይ እዋገ ናይ ትክል ጠቅላላ እሱ ታይ እልና ኣና ምስ ረኤና ካብ ልዚኦም ምቅታልስ ነቶም ልዚኦም ዝሐዝዎም ወታደራት ምቅታል ይሐሽ ንሕና ያው እቲ ሽሕ ዝነበርኩም ሪኢኹምና እዮም ብጣዕሚ እና ተሳቂና ኢሉ ኪዱ ናብ ወነይ ትውሰድዎም ኢሉ ተዋፃፅና የብለኩም ኣለኹ ዕድል እውን ኮይኑ ናትኩም ዕድል እውን ኮይኑ ማለት እዩ ካብኡ ናብ ውኔት ምስ ከድና ሰብኣይ ይቕየር። ኣብ ዘርጊ ከኣ ሓደ ዝኣሰረካ ሓደ ይፈትሐካን ምብላዕ ስለ ዝነበረ ማለት እዩ። ካብኡ ክልተ ዓመትን ገለን ተጸቢና። ድሕሬና ዝመጸ ሰብ ኩሉ ተቐቲሉ። ግን ሰቕቐት ኩልሻዕ ሰቕቐት ኢና። መኣዝ ይምጽዑና እዩ። ማይክሮፎን እናተጸውዐ እዩ መኪናታት እውን ዝተቐደመ ዲኻ ትኸድ ትሕረም ንሕና ተፈሪድና ሓሙሽተ ዓመት ዝተፈረዱና ሰለስተ ዓመትን ገለን ምስ ተኣሰርና ማለት እዩ ኣመክሮ ዝበሃል ሂቦምና ዓመትን ገለን ወፂና ካብኡ ምስ ወፃና ያው ኣነ ተቐ- ቀዲመ ተጋዲለ ሓደ ብፃይ ገብረስላሴ ዝበሃሉ ሓፂር ዝነበረ እውን ተጋዲሉ ተሰዊኡ። ኣመንቲ ላም ሓደ በሮም ሓደ ቃሎም እናተባህለ ዝዝንቶ ያታ ናይ እማን እዩ። ተጋደልቲ ደቅና ካልኣይ ሞት ኣይሞቱን ኢሉ ምስ ደርጋውያን ብነጥቢ ክምጉቶም ዓበይቲ ዓዲ ሰዲዱ። ካብቶም ዓበይቲ ዓዲ ናይ ሽዑ ሎሚ እውን ንታሪኽ ተዓዲሎምስ ባዕሎም ነቲ ታሪኽ ብኣንደበቶም ይምስክሩ። ዓሰርተ ሰለስተ ሰብ መስኪርና። ኣቶ ተኽሉ ገብረስላሰ ተወልኹኹም ጠበቓ ህጋዊ ሃፍተጓንጉሊት ሰምኡዮም ኣብ መቐለ። ሃይለ ተላ እዩ ሓሞም ምሳኻትም ወዲ ጓሎም ለሃይለ ተላ ነይሩ ተቓላሳይ። ኣቶ ተኽሉ ብጠበቓ ኣፍቒዶም እዮም ኩሓ መስኪሮም። ይኩኖኣምላክ ሓፍተቦኡ ህይወቱ ተሰማ። ለቀረባ ካብኣ ኸይድና ዓሰርተ ሰለስተ ብል መስከርና ብእሱር ልመቐለ ተብሃለ ሰብ ገለበ ፈራሕና ሰለስተ ሰባት ኢና ልኸድና ልመቐለ ኣንስ ፍስሓ ልበሃላ ጓል ዓዱ እየን ፀሃይነ ሸረ ኣነ ኸይድና ኣተ ተኽሉ ሀይ ውቁዕ ኢሎም ብልኸድና እታ ወንጀል እታ ትብል እነ ዜናዊ ኣስፋው የተከሰሱበት ወንጀል ሳት ቁጥር ሰዎች እያል ትብል ሲሳ እስረኛ ዩኒፎርም ካዲኖም ደንቢሮም መምፅኦሞም ቴማ ገይርና ኣቲ ተኽሉ ካብ እስረኛ ዓዲጎም ተክዙ መንከስኹም ከምዚ ኣብልዋ ተንደኛ ምስክረ ለለኩም እዩ ተውይሉ እዞም ቆልዑ መፅኦም መምህር ተስፋይ ኣቡኡ ልትባረክ ቤተሰብ ሒዞም ወዲ ብርሃ ተሰማ ኩና ኣምላክ ዓዲ ሃና እዩ ቤተሰቡ ቓሪቦም ዜናዊ ኣስፋው ወዲ ዓድዋ እዩ ኣብ ኣብል ቓረው ኣንደኛ ምስክር ተብሂለ ወሲዶም ወቂዖምኒ ጭብጢ ሒዞም መፅኦም ኣቶ ተኽሉ ከይውቅዑ ጭብጢ እኔና ኣየር ደብረየተ ተብሂሉ እዙይ ምስልኒኦም ተብሂሉ ተጎጥጒጥና ናቲ ዘበጥና ደሓር መሊሶም ከይውቅዑ ህጊ እዩ ጭብጢ እኔና ውለው ይመስክሩ ተውሂሉ እዞም ሰባት እዚኦም ተስፋ ገብረ ኪዳን ናብ ምድር ጦር ኣዛዥ የዳ ኢየሱስ ኣየር ደውረ ተሒዞም ከኣምኑ እዮም ዝመፁ ለመንቲ ኢላ ኢልና ኣለልይዎም እዩ ካብኣ እዛ ተማኒኣ ከምዚኣ ኢሎም ኣብቲ ሰበር ግድለ እዩ ከዲሳ ተፈሪዱ መፅኡ በቃል ምስያፍ እዩ ዘናዊ ኣስፋው ኢለ ተረክ ተስፋይ ኢለ ሃምዚ ኣቢለ ልኹሎም ሃምዚ ኣብልና ኩና ኣምላክ ኣብርሃ ኢልና ኣውጺእና ካብኣቶም እንታይ ቃርዮም መስለኩም ሸውዓተ እዮም ልኾዱ ክልተ ሞይቶም እዮም ሓሙሽተ ቃርዮም
ናይ ህዘመን ቲላ ጽቡቕ ልገበረ ሽዑ ተን ኣየር ልነስነሰተን ወረቀት ኣርዩ ኣርዩ ሒዙ ኸዚ ታይ ንግበር ኢሉ መኺሩ ዘትዩ ኸዚ ቶም ብህይወት ለለው ስውራቶም ይኹን ግዝዖም ቶም ናብ ዓትለ ነውጸዮም

ቕድሚ ልተወሰነ መዓልትታት ወረቀት ተነስኒሱ ስለ ልነበረ ባዕልና እውን ብ መስርያበት ላኸድና ኣእሙንዎም ኢዶ ይንበሃል ስለ ልነበርና ተረኸውኹሞም ኸዚ ግን ረኺብና ላባና መፅዮም ኣእሙንና ክብሉ እዮም ልመፁ እምበ ክዘርፉ እዮም መፁ ልብል ምስክር ንሓዝ ኢሉ። መስቀላዊ ሕቶ ከይሓቱና ሓደ ዓይነት ንኹን። ከየዛውዑና ኢሉ ሓደ ዓይነት ሞ እዚኣ ትበልና እዚኣ ንበሎም እዚኣ ትበልና እዚኣ ንበሎም ኢሉ መኺሩ ሐዚ እቶም ምስክራት ሃምቲ ልወል ዓሰርተ ሓሙሽተ ሰለስተ ግዜ እዮም ኸይዶም መጀመርያ ልኸዱ ሓደ ዓይነት ኮይኖም ልተዛበዐ ሓሳብ ተሃለ ኢሎም ለለ ሓሙሽተ ተፀዊዖም ለለ ሓሙሽተ ተፀዊዖም እቶም ምስክራት እውን ኣለዉ ዓበይቲ ለቦይ ካሳየ ለቦይ ወረ ሕሉፍ ለስፈታ ሃምቲ ልወሎ ነይ ፀሃይነሽ ካንሽትን ንሃንሱ ኸይደን ለቦይ ገብረ፣ ለቦይ ባራኪ፣ ሰለስተ ግዜ ምእንቲ ቃል ኣፈላላይ ተግነዩሞ ምእንቲ ክርሽንዎም፣ ሓደ ግዜ ናይ ቀይ ሽብር ይልጥፍ ስለ ልነበረ ደርጊ፣ ቀይ ሽብር ላብ ቆጸሮ ክመጹስ ይሽኩል ስለ ልነበረ ደርጊ፣ ቀይ ሽብር ልብል ወረቀት ለጢፍሎም ነይሩ እዮም ሸሚዞም። ደሓር ካብኡ እቲ ምስክር ማዕረ ምስ መጸ እቲ ናይ ቀይ ሽብር ወረቀት ተቀንጢጡ፣ ኣቶ ተኽሉ ገብረስላሴ ጠበቃ ነይሮም ሰሙን ይምግቦም ነይሩ ህዝቢ ባዕሎም እቶም ሰብናይ እውን ሃምቱ ዓንቶ ጀስ ፈታሕ ኣበልዎሎ ዓዲ ፈረስ ጫን ልበሃሉ እዞም ዓዲ ሓና ይመላለሱ ይጠዋወቁ ስለ ልነበሩ ከሞት ወደ ህይወት ተባሂሉ ከሞት ይትረፍ ብእሱር ይፈረድ ተባሂሉ ከሞተ ወደ ህይወት ተባሂሉ ብልተፈረደ ሚእቲ ኣርብዓይ ቅርሺ ልዚ ምስክር ልኸደ ሰብ ሂቦም እዮም እቶም ወለዲ። ነዚ ፍሉይ ታሪኽን ዛንታን ተጋደልትን ህዝቢ ኣመንቲላን ክሰምዑን እቲ ዝጸደፍሉ ቦታን ነቶም ሰብ ታሪኽን ብዓይኖም ክርእዩ ዕድል ዝረኸቡ መናእሰይ ኣብ ህይወቶም ዘይርስዕዎ ስንቂ ሕድሪ ከም ዝሓዙ ሓዘንን ታሕጓስን እናተፈራረቖም ስምዒቶም ገሊጾም መን ይንገር ዝነበረ መን የርድእ ዝቐበረ ልበሃል ብሂል ህዝቢ ትግራይ ካብቶም ወርቃማ ልኾነ ባህላታት ሎማዓንቲ ፊት ለፊት ብተግባር ማለት እዩ በባህላ ጥራሕ ከይኾነስ ብተግባር ርኢናዮ ንሶም ውን መነ መን እዮም እንድሕር ኢልና ሰለስተ ነገራት እየ ካብዛ መድረኽ እዚኣ ተዓዚበ ሰለስተ ነገራት ኢና ረኺብና ሓደ ቅዮኦምን ጅግንነቶምን ዘይውዳእ ጀጋኑ ተጋልቲ ካብ ምፅዳፍ ዝደሓነን ዝጸደፈን ክልቲኦም ታሪኽ ዓዲሊዎም ንዚ ታሪኽ እዚ ከዋግዑ ተረፍ ገደልን ካብ ምጽዳፍ ንባዕሉ ድሒኑ ካለኦት ተጋልቲ እውን ዝድሓኑ እቶም ዝተረፉ ልዝርዘሩ ነበሩ ሓደ ኣካል ሓደ ጉጅለ መይቱ ሓደ ጉጅለ ተጎዲኡ ሓደ ጉጅለ ተኣሲሩ እቲ ሓደ ጉጅለ ከኣ ዳሕና ወጺኡ ንቓልሲ ከይዱ ኣርባዕተ ግንባር ልተኣናጋደ ቅያ እያ ፍታሕ ቁጽሪ ሓደ ረኸብክዋ ማለት እዩ ካልኣይቲ ነዚ ፍጻመ ዝረኣየ እኽለ ማይ ዝዓንገለ ንቲ ዝተወግኣ ሓጺኡ ዓንጊሉ ዘሐከመ፣ መስኪሩ ካብ ቤት ማእሰርቲ ዘውጽኣን ዘድሓነን ነዚ ታሪኽ ዓቂቡ ዝጸንሐን ካብ ቅድሜና ዘሎ ሕብረተሰብ ኣብዚኣ ዝጸንሐ ማለት እዩ። ሳልሳይ ታሪኽ ዓዲሉ ወግዲ ተጋድልቲ ዝተቐበለ፣ ዘጽደፈ፣ ካብ ምጽዳፍ ዘድሓነን በዓቲ ኮይኑ ዘዕቆበን ኣብ መጨረሻ እውን ካብቲ መዓት እዚ ኣውጺኡ ንዳግም ታሪኽ ዘሳጥሕን እዞም ሰለስተ ኣካላት እዚኦም ፊት ለፊት ለራኸበን እዚኣ እያ እታ መን ይንገር ዝነበረ መን የርድእ ዝቐበረ ልበልኩዎ ሕዚ እዚ ኩሉ ሰሪሕኹም ኣብዚ ዘብጻሕኩሞ ዓዲ ብዝኾነ ይኹን መዐቀኒ ኣብ ኢድ በላዒ ኣብ ኢድ ወራሪ ኣብ ኢድ ሰላዒ ክነእትዎ ኣይንኽእልን ባዕልና ተረኪብና ክንቕጽሎ ኢና ቅሰኑ ንሰማእታትና ታሪክኹም ውን ላተወልዐ ይልኸድ ኣሎ ደቅኹም ኣለና።
ዘልምዕንቲ ድሮ ክወስ ብጣዕሚ ዕድለኛ ኣነ ካልእ ክገልጽ ኣይክእል እዛ ለማዕንቲ ብዝረኣኹዋ ግን ብጣዕሚ እየ ዕድለኛ እና ወኒ ማለት ብጣዕሚ እዩ ልይት ዝበለ እዩ እዚ ምርኣይ ማለት ርኢኻ ፎቶ ሒዝኻ ምኻድ ማለት ኣይኮነ ናይ ባዕሉ ጊፍት እኒኦዎ ማለት እዩ በቃ ናይዞም ሰባት ዛቶምስ ኣሰር ምኽታል ማለት እዩ ተኻተልኹም እውን ትህልዮኹም ዘይተኻተልናለ ምኽታል ማለት እዩ ሰላም ሱቁልካ ኮነ ዓድካ ኮነ ድመጽእ ሰላም ካዕ ደጋ ኮነ ድመጽእ ሰላም ሃምዚ ከፊልካ ደም መስዋኦት ከፊልካ ደም ኣፍስካ እዩ ድመጽእ። ካብ ኩሉ ንላዕሊስ ትግራወይቲ ምዃነይ ኢላ ኣኹርዐኒ። ኣብዚ ስለልመፃ ኩለለ ብጣዕሚ እዩ ደስ ኢልኒ እና ናይ ዝተኻፋሊት ብምዃነይ ብጣዕሚ እየ ላመስግን እና ኣብዚ ዕድመይ እዚ ዓብይ ነገር ስለረኣኹ ብጣዕሚ እዩ ደስ ኢልኒ እና የቐንየለይ። እዚ ሎማዓንቲ ዝረኣናዮ ናይ ኣመንቴላ ታሪክ ኣነ ቅድሚ ምጽሓፉ ኣብኡ ካብ ዝነበሩ ሰብ ታሪክ ሎማዓንቲ ካብ ዝገልጹ ዝነበሩ ካብ ይርጋ ግደይ ወይ ከኣ ኣቶ ማሙ እናበልና ብ ናይ በረኻ ሽሙ እንጽውዖ ብኡ እየ ዝፈልጦ ማለት እዩ ኣቶ ማሙ ከምቲ ዝበሎ ኣብኡ ምስ ጸደፈ ኣጋጣሚ ጸላኢ ኣብ ኢድ ጸላኢ ኣትዩ ተኣሲሩ ኢዩ። ካብኡ ምስ ተኣሰረ ብኽንደይ ጻዕሪ ናይ ህዝብን ናይ ውድብን ናይ ቤተሰቡን ጻዕሪ ኢዩ ወጺኡ። ምስ ወጸ እንደገና ብግዞት ዝበሃል ካብዚ ከባቢ እዚ ከይትንቀሳቐስ ካብ ውቕሮ ከይትንቀሳቐስ ተባሂሉ ኢዩ ደርጊ ታይ ስሙ ተገይሩ ነይሩ። ደሓር ግን ተጋዲሉ እዩ። ካልኣይ ክጋደል ከሎ ኣነ ድሕረ ስለ ዝተጋደልኩ ምስ እየ ተዓሊመ ማለት እዩ። ሰብዓን ሰለስተን መጨረሻ ከባቢ መስለኒ ሽዑ ብሓደ ኢና እንደገና ካልኣይ ምሳይ ተዓሊሙ ማለት እዩ። ፍረ ምስ ተጋደልኩ ምስ ሰልጠንኩ በርሓየ እዩ ነይሩ። በቃ ከምኣ ኢሉ እዩ ቀደም እቲ ሕጂ ተወጊኡ እግሩ ከምቲ ትርእይዎ ኣካል ጉዱ እዩ እዛ እግሩ እናጎሰሰ እዩ ኣብ ናተይ ዕድመ ቃልሲ እኳ ልዕሊ ዓሰርተ ኣርባዕተ፣ ዓሰርተ ክልተ ዓመት ኣብቲ ዕጥቂ ቃልሲ ነይረ እየ። ከማይ ኢሉ እዩ እናመርሓና ፀኒሑ ማለት እዩ። ደሓር እዚ ናይ ኣመንተላ ታሪክ ሽዑ እዩ ኣቶ ማሙነ ገይሩኒ ወይ ከዓ ይርጋ ግደይ ነጊርኒ። ብእታ ስሙ ይፈልጦ ነይረ እየ። ሽዑ መንእሰይ ስለ ዝነበርኩ ይመስለኒ ክብደት ኣይህቦን ነይረ ነቲ ታይ ስሙ ከምኡ ከጋጥም ከም ዝኽእል እንደገና ምግዳል ከጋጥም ከም ዝኽእል ከለ ሐዚ ግን ክሪኦ ከለኹ እቲ ገደል እውን መፂኦም ምስ ረእኹዎ እቲ ኩነታት እውን መፂኦም ምስ ረእኹዎ ኣብኡ ብዝነበረ እቲ ሽዑ ነቲ ኣሃዱ ዝመርሕ ዝነበረ ፍረ ብፃይ ፍረ እውን ክግለፅ ምስ ሰማዕኹዎ ብጣዕሚ ታይስምዒ ልዕሊ ኩሉ ብዓይንኻ ክትርኢ ከለኻ ብጣዕሚ ክስታይ ስለ ዝገብር ከም ተጋዳላይ ኮይነ ዘሕለፍኩም ነገራት ኣለዎ ግን እዚ ብጣዕሚ ከብደን ነይሩ ኢለ ኣነ ክስታይ ዝገብር ከቢድ እዩ ሕዚ ኣብዚ ትምህርቲ ዝወሰድኩሉ ንባዕለይ ንኻሊእ ሰብ እውን ትምህርቲ ክወስደሉ ኢለ ዝሓስቦ ንሓደ ዕላማ ኢልካ ክትብገስ ከለኻ ዕንቅፋታት የጋጥሙ እዮም። ከበድቲ ፀገማት የጋጥሙ እዮም። እዞም ከበድቲ ፀገማት እዚኣቶም ግን እንደገና ሓሊፍካ ትዕወት ምዃንካ ካብዞም ተጋደልቲ እዚኣቶም ተረዲኤ። ደሓርቲ ህዝብና ከዓነየ ገና እንተይፈለጦም እናሃለወ እንተሎ እቲ ህዝቢ ከመይ ክሕብሕቦም ከም ዝኸኣለ፣ ከመይ ደሓር መንገዲ ከም ዝመርሖም፣ ሓደ ቅርሲ እዩ ካብ ኣመንቴላ ዝተዓዘብኩዎ ሎማዓንቲ ማለት እዩ። ስለዚ እዚ መንእሰይ ክመሃረሉ እዩ ዝግባእ። ተቓለስቲ ተጋድሎ ሓርነት ህዝቢ ትግራይ ኣብ ኣመንቴላ ዘጋጠሞም መስዋእትን ምጉዳእ ኣካልን ንድሕሪት ኣይመለሶምን። እኳ ደኣስ ንመላእ ሰራዊትን ህዝብን ትግራይ እውን ሓቦ ስኒቑን ኣሐሪኑን ቃልሱ ከጠናኽርን ከሐይልን ኣኽእለ እምበር ኣብ ኣመንቲላን ካልኦት ታሪኻዊ ቦታታትን ዘጋጠመ መስዋእትን መጉዳእትን ዕላምኡም ፍረ ፍሪኡም ቃሎም ተጋሂዱም ሕልሞም ንክሰምር ለምውን